ዕንደራ ናብ ዳግማይ ጥፍኣት! ኣብ ኣህጉር ኣፍሪቃ ብሓፈሻ፣ ኣብ ቀርኒ ኣፍሪቃን ቀይሕ ባሕርን ድማ ብፍላይ፣ ሓድጊ ምዕራባውያን ዘስዓቦ ድሕረት፣ ድኽነት፣ ዶባዊ ግጭትን ካልእ ጠንቅታትን፣ ኣብ ቀጻሊ ኹናት፣ ፖለቲካዊ ቅልውላውን ጸጥታዊ ዘይምርግጋእን ጥሒሉ ኣሎ። ቀርኒ ኣፍሪቃ ኣኺሉ ዝተርፍ ባህርያዊ ጸጋታትን ምቹእ ጂኦግራፍያዊ ኣቀማምጣን እኳ እንተለዎ፣ ካብ ዝረብሓሉ ዝጭፍጨፈሉ ይበዝሕ ጥራይ ዘይኮነ፣ ካብ ግዳማዊ ተጸባይነትን ሕማምን ድሕረትን እውን ክናገፍ ኣይከኣለን። ብቐንዱ ቁጠባዊ ጽላታትን ጸጥታዊ መሓውራትን ቀርኒ ኣፍሪቃ፣ ብፖሊስታትን ድሌትን ምዕራባውያን ሃገራትን ናይቲ ዞባን ማእከላይ ምብራቕን ጽልዋታተን ከዕብያ ዝጽዕራን ዝዓብያን ዘለዋ ጎባልልን፣ ህጡር መሸጢ ዘመናዊ ኣጽዋር ተቐይሩ። ብሓይሊ ይኹን ብምርጫ ዝተመርጹ መራሕቲ ቀርኒ ኣፍሪቃ ድማ ብዘይካ ናይ ውክልና ኹናት ምክያድን ስልጣኖም ምድልዳልን ሃብቲ ህዝቢ ምግባትን ቃንዛን ጠለብን ህዝቦም ዝሰምዕ ልቦና የብሎምን። ህዝቢ ኤርትራ እውን ዋላ እኳ ዝተመንዝዐ ሰብኣዊ መሰሉን ልኡላውነቱን ንምርግጋጽ ንሳላሳ ዓመታት መሪር ዕጥቃዊ ቃልሲ ኣካይዱን ባዕዳዊ መግዛእቲ ስዒሩ እንተተዓወተን ድሕሪ ናጽነት ግን ብዘይካ ወረቐት ጥራይ ዝሰፈረ መብጽዓ ካብ ሕማቕ ዕጫ ኣፍሪቃ ኣየምለጠን። ሎሚ ህዝቢ ኤርትራ ነቲ ብኸቢድ መስዋእቲ ስቓይን ረሃጽን ዘረጋገጾ ልኡላውነት ክምንጥሉን ኣህጉራዊ ውዕላት ክጥሕሱን ዝዕንድሩ ዘለዉ ገዛእቲ ኢትዮጵያ በቲ ሓደ፣ እቲ ንልዕሊ ሰላሳን ኣርባዕተን ዓመት ኣብ እንግድዓ ህዝቢ ኤርትራ ተወጢሑ ዝጭፍልቐና፣ ሰብኣዊ መሰልና ዝረግጸናን ናብ ስደት ዝበታትነና፣ ዘድክየናን ሃገራዊ መንነትና ዘዳኸመናን፣ ንግዳማዊ ተጻብኦ ዘቃልዓናን ዘለዉ ጉጅለ ህግደፍ ድማ በቲ ካልእ ተቐርቂሩ ንህላወ ዝፈታተን ኣብ ኣዝዩ ተኣፋፍ መስቀላዊ መድረኽ እዩ ዝርከብ። ህዝቢ ኤርትራ ሰላምን ንቡር ህይወትን ተሓሪሙ ፍትሒ ከም ሰማይ ካብ ዝርሕቆ ሓደ ክፍለ ዘበን ተቐራሪቡ ኣሎ። ጭቆና ናይ ጉጅለ ህግደፍ ከኣ ኣብ ታሪኽ ህዝብና እቲ ኻብ ኩሉ ዝኸፍአ መዋእል እዩ ብፍላይ ኣብዚ እዋን እዚ ኣብ ኤርትራ ዘሎ ህዝብና ኣብ ክልተ መጋርያ ሓዊ ተቐርቂሩ ብድኽነትን ደበና ኲናትን ጨካን ምሕደራ ጉጅለ ህግደፍን ይነብር ኣሎ እቲ ብ ኤርትራ ህይወት መሪርዎን ተስፋ ቖሪጹን ብጠያይት እንዳተሳሕተን ንዘይሕጋውያን ደላሎ ሰብ ኣሽሓት ገንዘብ ከፊሉ ካብ ሃገሩ በብእዋኑ ዝወጸ ኤርትራዊ ኣብ መዓስከር ስደተኛታት ብኩናትን ድኽነትን ዝሕመሳ ጉራብቲ ሃገራት ከም ኢትዮጵያ፣ ሱዳን፣ ሊብያን ዝኣመሰላ መወዳእታ ዝሰኣነ ሕሰም ተቓሊዑ ኣሎ። ኣብ ብዙሓት ሃገራት ኤርትራዊ ናይ ስደተኛ መሰሉ ተጋሂሱ ብዘይ ሕጊ ይእሰር፣ ይጭወ፣ ገንዘብ ይኸፍል፣ ብሓይሊ ናብ ኤርትራ ይስጎግ፣ ይቕተል፣ ብጥሜትን ስእነት ዝብላዕን ይሳቐ። እቲ ሕሰም! ዘርዚርካ ዝውዳእ ኣይኮነን። እቲ ኣብ ጉዳይ ጎረባብቲ ሃገራት ኤርትራ ብቐጻሊ ሓዊ ዘሳውርን ኤርትራውያን ዘህልቕን ዘሎ ጉጅለ ህግደፍ፣ ከም ኣመሉ ናይ ጸላኢየይ ጸላኢ ፈታዊየይ ሜላ ተኸቲሉን ንህዝቢ ኤርትራ ዘየርብሕ ፖሊሲ ምሕንጻጽን ንህላወን ልኡላውነትን ሃገርና ኣብ ዓቢ ሓደጋ ኣውዲቕዋ ኣሎ። ብዘይ ኲናትን ዕግርግርን ክነብር ስለ ዘይክእል ጉጅለ ህግደፍ ነቲ ኣብ 2018 ምስ ኣብዪ ኣሕመድ ብዙሕ ዝተዘመረሉ ውልቃዊ ዕርክነት ምስ ኣብቅዐ ምስታ ኣካል ኢትዮጵያ ዝኾነት ክልል ትግራይ ነጺልካ ብስም ጽምዶን ርክብ ህዝቢ ምስ ህዝቢ ጸላእቲ ሰልፊ ብልጽግና የጫጭሕ ኣሎ። ከምኡውን ኣብ ውሽጣዊ ጉዳይ ሱዳን ጣልቃ ብምእታው ንመራሕቲ ቀቢላታት ብምዕጣቕ ንህዝቢ ኤርትራ ኣብ ከበባን ተነጽሎን የእትዎን ፈተውቱ ከም ዝስእንን ይገብሮ ኣሎ። እቲ ጸጸኒሑ ዝደግስ ሕማም ሰበ ስልጣንን ልሂቃንን መንግስቲ ኢትዮጵያ ብጉልባብ ጠለብ ኣፍ ደገ ባሕሪ ነቲ ክቡር ዋጋ ዝተኸፍሎ ናጽነትናን ብጽንዓት ህዝብና ዝተሳዕረን ገበን ዝፈጸመን ወራሪ ሰራዊቶምን ብምኽሓድ ኤርትራ ብድሌት ውልቀ ሰባት ናጽነታ ከም ዝተመጠወላ ምሲሎም ይጉስጉሱን ንኣህጉራዊ ሕግታት ዝጻረር ተደጋጋሚ መግለጺ የውጹና ኣለዉ። ሰልፊ ብልጽግና ዛጊት ብውሽጣዊ ጸገማቱ ስለ ዘይተረጋግዐን ዲፕሎማስያዊ ርክባቱ ከውሕስን እምበር ኣብ ልዕሊ ኤርትራ ወራር ከም ዘካይድን እንተወሓደ ወደብ ዓሰብ ተቖጻጺሩ ዋጋ ዕዳጋ ክገብርን ዕጭ ኣይወጽን ክብልን ዘጠራጥር ኣይኮነን። ብሃምን ትዕቢተኛን ጉጅለ ህግደፍ እውን ንገለ ጉጅለታት ትግራይ፣ ኣምሓራን ግብፅን ሒዙ ናይ ዓቕሊ ፅበት ሓደገኛ ስጉምቲ ክወስድ እዩ። ልኡላውነትን ሓድነትን ህዝቢ ኤርትራ ንምውሓስ ምስቶም ዕማኾ ተቓወምቲ ኣለዉ ንዝብሎም ኣብ ስደት ዘሎ ዓቢ ክፋል ህዝብና ዕርቂ ንግበር፣ ግዳማውያን ጸላእትና ንመክት ኢሉ እውን ኣብ ኤርትራ ፍትሐ ንምምጻእ ስርዓተ ሕጊ ንምንጋስን ተንከስ ኢሉ ቃል ኣየውፀእን ዕብዳንን ድፍረትን ፖለቲከኛታት ኢትዮጵያ ብኣውራኡ እቲ ህዝቡ ዘድፈረን ናብ ስደት ዝበታተነን ሃገራዊ መንነቱ ዘዳኸመን ጉጅለ ህግደፍ ስለ ዝኾነ ኤርትራውያን ቅድሚ በትርና ናብ ግዳም ምውጥዋጥናን ምኽሳስናን ሕማምና ጸገምናን ኣብ ውሽጥና ከም ዘሎ ክንውሕጦ ኣለና ኤርትራውያን ብርትዕ እንተሓሲብና ካብ ጽባሕ ናጽነትና ክሳብ ሎሚ ብጉዳይ ዶብ ተመኽንዩ ምስ የመን ሱዳን ጅቡቲ ኢትዮጵያ ዝተኻየደ ኹናት ከምኡውን ኣብ ሶማልን ዞባ ዓበይቲ ቀላያትን ዝተገብረ ምስጢራዊ ምትእትታውን ሞት ኤርትራውያንን፣ ህዝቢ ኤርትራ ዝረኸቦ ረብሓ እንታይ ኢልና ንነብስና ንሕተታ? ሎሚ ቀንጠብጠብን ዘይውርዙይ ኣካይዳን ጉጅለ ህግደፍ በቲ ሓደ፣ ድሌታትን ብደዐን መንግስቲ ኢትዮጵያ ድማ በቲ ካልእ፣ ንህዝቢ ኤርትራን ኢትዮጵያን ናብ ዝኸፍአ ደም ምፍሳስን ዕንወትን ከይጽሕል እቲ ስግኣት ካብ ዝኾነ እዋን ንላዕሊ ሰማይ ዓሪጉ ኣሎ። ብሰንኪ ዘይሓላፍነታውያን ጎባልል ዝውልዕዎ ኹናትን ጽልእን እቲ ዝመውትን ዝበታተንን ህዝቢ ኤርትራን ኢትዮጵያን ስለ ዝኾነ ኤርትራውያንን ኢትዮጵያውያንን ክንነቕሓሉን ብትሪ ክንቃወምን ንሰላም ክንጽውዕን ኣለና። ግደ ሓቂ ንምዝራብ ውልቀ መለኽቲ ኢሰያስን ኣብይ ኣሕመድን ኣብ ህዝብታት ኤርትራን ኢትዮጵያን ዝፈጸምዎን ገና ዝጥጅእዎን ዘለዉ ህልቂት ክልቲኦም ብገበን ኲናት ተኸሲሶም ኣብ ፍርዲ ክቐርቡ እምበር ኣብ ልዕሊ መቓብር ሰላማውያን ኮይኖም ንጹህ ኣየር ከስተንፍሱን ናይ ሓሶት ሰላም ክዝምሩን ኣይግብኦምን። ኩልና ግዳያት ቅድሚ ሎሚ ዘይመሬትካ ንምጉባጥን ስልጣን ውሑዳት ንምዕቃብን ኣብ ኲናት ዝጠፍአ ህይወት ሚልዮናት ሰባትን ዝባኸነ ቢልዮናት ዶላር የብቅዕ ኢልና ቀዳምነትናን ግዜናን ንልምዓት፣ ንሰላምን ሰናይ ጉርብትናን ሓድሕድ ምትሕግጋዝን ይኹን። ቢተወደድ ሳልሕ ስዒድ ዓሊ ሕጃይ ብስራት ንኣንበብቲ መጽሓፍ ኣቐዲሙ ቅናት ብርሃን ኣብ ጸልማትን መምሃሪ ቋንቋ ትግርኛን ዝደረሰ ብርሃነ ገብረ ትንሳኤ ሕጂ እውን ጽላሎት ፍርቂ ለይቲ ሚድናይት ሻዶው ዘርእስታ ብቋንቋ እንግሊዝ ዝተዳለወት መጽሓፍ ጆባ ይብለኩም ጽላሎት ፍርቂ ለይቲ ምሕደራ ግዜ እቲ ዘይከኣል ይከኣል እዩ ምውጋድ ቅድመ ፍርዲ ሓቀኛ ዕርክነት ዘይምዕሩይ ህይወት ኣሉታዊ ጠባያትን ሜላታት ምውጋድን ካልኦት ጉዳያትን ዘጠቓለለት እያ ጽላሎት ፍርቂ ለይቲ ሚድናይት ሻዶው ገዚእኩም ኣንብብዋ ኣገዳሲ ሓበሬታ ኣለዋ ካብ ደራሲ መጽሓፍ ብቐጥታ ብቁጽሪ ቴሌፎን ፕላስ ሓደ ሰብዓን ሸውዓተን ሰላሳን ሓሙሽተን ኣርብዓን ኣርባዕተን ዓሰርተ ትሽዓተ ቴስዓን ሰለስተን ወይ ካብ ምሕታምን ምክፋልን መጽሓፍቲ ሰማያት ፕላስ ዓሰርተ ሽዱሽተ ዓሰርተ ሽዱሽተ ዒስራን ሸውዓተን ዒስራን ሽዱሽተን ሓምሳን ኣርባዕተን ሽዱሽተ ኢልኩም ጥለብዋ።